ሰላም ዝኸበርኩም ተኸታተልቲ ከመይ ትኾኑ ዝጸሓፍኩምለይ ርእይቶታት በጺሒኒ ዝበዝሕ ካብ ርእይቶታትኩም ቻነል ቀይርካ ዝብል ነይሩ ልክዕ እዩ ቻነል ቀይረ ስለምንታይ ከም ዝቐየርኩ ግን ክነግረኩም ተገዲደ ኣለኹ ቅድሚ ቁሩብ እዋን ሓንቲ ቻነል ነይራትና ኤልዮራ ኢንተርተይመንት ትብል ጽቡቕ ሳብስክራይብ ጌርኩም ከኣ ጽቡቕ ቻነል ትኸይድ ነይራ ጽቡቕ ቪድዮታት ነይርዋ ሓደ እዋን ዝኾነ Settings ዝምላእ ስለ ዝነበራ ነተን Settings ክመልእ ኢለ ንሓደ ሰብ ኣብ ኤውሮጳ ዝርከብ Password ሂበ እዚኤን ከምዚ ከብዚ ዕርየለይ ኢለዮ OK ኢሉ ተቐቢልኒ ቀጥታ ግን Password ቐይሩ ሽም ናይታ Channel ቀይሩ ንዓይ ከኣ ክሒድኒ በቃ ጸውዒተይ ምቕባል ኣብይዎ ስለዚ ሓደ ዓመት ድኸውን ተሳናቢደ በዚ ኣቋሪጸዮ ኔረ ሕጂ ግን ብኣኻትኩም ስለ ዝተኣማመን ሓዳሽ Channel ክኸፍት ተገዲደ ሕጂ ሓዳስ ቻነል ኤሌራ ኢንተርተይመንት ከም ብሓድሽ ከፊትናያ ኣለና ስለዚ ክቡራት ተኻታተልቲ ናባኹም እያ እዛ ቻነል ሳብስክራይብ ብምግባር ሼር ብምግባር ላይክ ብምግባር ነዛ ቻነል ከተባራብሩዋ በትሕትና ሓትት ካልእ ኣብ ቅድሚ ሕጂ ዘይነበረ መደባት ዶኪመንታሪ ብትግርኛ ተተርጎመ ኣብኣ ከካትቶ ፈቲነ ኣለኹ ፋሕ ኢሉ ዝነበረ ቪድዮታት ናተይ ናይ ቀደም ውን ኣብኣ ኣኪበ ኣለኹ ስለዚ ካባኹም ትድለ ሳብስክራይብን ሼርን እያ ነዚ መደብ እዚ ከኣ ከተባራትዑለይ ብትሕትና እሓተኩም። የቀንየለይ። ሄሎ
ተስፋዓረ ደሓን ዶ ከመይ ኣለኻ
ስምኦን እበሃል ደሓን ዶ ሓዋ ንዮርሳሌም እየ ዝዓርከይ
ሓዋ ንዮርሳሌም እየ ዮርሳሌም ብቀዳማይ ዜማ ክሰርሐልኪ ገለ ኢልካያ ኔርካ መስለኒ

ተወራይ በላ ዋእ እንታይ ዳሓን ዳኣ እታ ወታዓር ገንዘብና እሞ እንታይ እዩ ወይ ስብ ዜማ ስርሐላ ወይ ሃበና ሰልድና።
ክምልስ ዘይክእል ሕጂ ደኺመ ኣለኹ ሶሪ ዝሓወይ። ላእ እንታይ እሞ ክንብለካ ኢና ሓያል እፍጠረልካ። እ
ሕራይ ዝዓርከይ እንታይ እሞ ክብለካ ኣነ ከኣ። ዋእ እስኻ እምበር ኣታ ወታዓር ትጋገ እኳ ኢኻ ደለኻ ገንዘብ ሰብ እሞ እንታይ ክዓብሰልካ ነዛ ኣጨናዊት ዓለም።

እንታይ ደኣ እሞ ሳይሞን ሓወይ።
እ።
ኣይተዓኹን ሳይሞን ሓወይ። እምቧእ እንታይ ትብል ወደይ ግን ክስታይ እንድዩ ሓጥያት ከኣ ክውን ኣታ ወተዓረ ሰልዲ ናይ ሰብ ናይ እንታይ ሓጢኣት? ዋእ ሰልዲ ናይ ዜማ ክሰርሐልኪ እንዳበልካ እንዲኻ ትወስደለን። ክት ኣነ ኮን ኢለ ዝፈልጥ። እሞ እዛ ሓፍተይ እንድያ ከምኡ ኢላትኒ ዜማ ክሰርሐልኪ ኢሉ መንጢሉኒ ኢላትኒ። ተጋግያ።
ቧእ ኣታ ወተዓረ ንእሽተይ ሓፍተያ ከመይ ጌራ እሞ ንዓይ ትሕስወለይ ኣነ ከኣ ኢለያ ወተዓረስ ኣወል ኣወል ምኡዙዝ እዩ። ኢለያ ኮሙስ ጠባይ ደለካ ኣይመስለንን ኣነ እንድዒ ሕጂ ከኣ ብፍላይ ከኣ ስኻስ ትሓምም ድሕሪ ሃለኻስ ምጥንቃቕ እዩ። እሞ ደሓን ወላ ሓንቲ ይቕሬታ ከምኡ ተይልና ተጋጊና ተኾይና። እሞ እንታይ ዋላ ንዓይ ዶ ትቕይር ኣታ ዜማ ንዓይ ዋላ ትገብረለይ እንታይ ደኣ እሞ ሕጂ ባባ እንድዩ ተቓዊምዋ ንሱ ኣይትደርፍን ኢኺ እንድዩ ኢልዋ ሕጂ ዋላ እታ ዜማ ካብ ከፈለትካስ ንዓይ ትኸውን።

ኣታ ሳይሞን መን በጃኻ ኩሌና በጃኻ። ቧእ ኣታ ወተዓረ ንሕና እኮ ንፈትወካ ስለ ዝኮና ኢና ኣነ ከኣ ሰብካ ክፈልጥ ኣለዎ ሽግሩ ሓሚምዎ ተደርብዩ ኣሎ ክብሎ እየ መተዓብይተይ ኩሎም ቧእ።
እንታይ እሞ ክገብረለይ እየ። ዋእ ስማዕ ኣለዉ ሕጂ ዳስ ናይ ዳስ ደለዎም ኣለዉ ገለ ሕማቅ ኣሎ ጽቡቅ ኣሎስ ናይ ዳስ ኣቁሑት ገለ ቀሪብና ንጸንሕ።
ደቂሰኒ ጸኒሐ ሳይሞን ሕጂ በጃኻ ግደፈኒ።

ዲስኮን ጥራይ ገይርለይ። ኣሃ እሞ እንታይ እኽሊ ገለ ከሎ ዲብ ገዛ? ናይ እንታይ እኽሊ? ንሓዘን ድኸውን ወይ እዚ ናይ እንዳ ዳስ ከ ናይ ዳስ ትፈልጦም ኣሎ ዶ? እ? ናይ ባዕልና ንገርጨና ኣለና ደሓን። ናይ በዓል ኣለኩም በቃ ማለትሲ ሕጂ እኽሊ ከኣ ከነጠሓሕን ኢና በል ንሕና ብ ሳንዱቕ ኮን ሳንዱቕ ኣብቲ ዕዳጋ ዓርብላ።
ደሓን ሓራይ በል ዝዓርከይ። ወዲ ሓሬ እዚ መዘንግዕ ቴሌፎን እዩ።
ሃገር ሓወይ ደሓን ዶ ወዲ ዓረ ነብሲ ከመይ ጥዕና ቤላ ተጣፊእና ተጣፊእና ኣሎ ሰላማት
ኣቢ ድያ
ድሙቕና። ከመይ ኣለኻ ደሓን ዶ? እግዚኣብሔር ይመስገን ሰላም። ስራሕ ከመይ ኣሎ ደሓን ድዩ? ቤላ ቤላ። ሳሚኤል እባሃል ካብዚ ቬስትሮስ ስፖንጋ ኢንተርተይመንት። ኦኬ ሳሚ እወ ሃላይ እወ ሳሚ ደሓን ዶ ከመይ ኣለኻ? እግዚኣብሔር ይመስገን ቤላ ሳሚ ሓወይ። ስራሕ ደሓን ድዩ?
ኩሉ ሰላም እዩ ቤላ። እንታይ ክብለካ ኢለ መስለካ ኣቢ እዛ እወ። ሓዳሽ ደርፍኻ ብጣዕሚ ጽብቕቲ እንድያ እዛ ጎነይ ትብል።
ጎነይ ወ። ሕጂ
እንታይ ደሊና ኣብ ቱሽፕላን ኣሎ መደብ። ኣበይ ማለት? ቱሽፕላን ኣብ ሽወደን
ብናይ
ቬስትሮስ ኣብ ሪንኪቢ እዩ ዝባሃል እቲ መደባት ተረዲእካኒ
ሕጂ ኣብ ዩቱብ።
ኣኖ ኣብኡ ኣሎ ናይ እንታይ ይብሃል መስለካ ዮኦር ካሪቴ ሳክ ናደይ ዶብልዎ ኣሎ እቶም ሽወደናውያን ተረዲእካኒ እወ ሕጂ እወ ዓለም ለኻዊ እዩ ካብ ኣፍሪቃ ተኣኪበን ዝመጻ ገለመለ ዓለም ለኻዊ እዩ እቲ መደብ እወ እወ እወ ሕጂ ንስኻ ከነሳትፈካ ደሊና ከመይ ፍቃደኛ ዲኻ?
ሐራይ ወላ ሓደ ፍቃደኛ እየ ግን ፅቡቅ ገይረ ዳኣ ይነፀረለይን ኣሎ እቲ ኦኬ እንታይ እዩ ፕሮግራም እምበር እወ እቲ ፕሮግራም እንታይ ይመስለካ ካብ ኣፍሪቃ ንዝቀርቡ ውልዶ ስነጥበባውያን እወ ናይ ኣፍሪቃ ወኪልካ ናይ ቀርኒ ኣፍሪቃ ወኪልካ ን- ሕጂ ባህላዊ እንኮላይ እንዲና ክንገብሮ ብባህላዊ ዘመናዊ ናትካ ኣሎ ካልኦት ድማ ናይ ባህላዊ ድማ በዓል በርሀ ጊለ መሸሽ እሱ እኳ ኣብ ሆላንድ ስለ ዘሎ ብቐረባ ንረኽቦ ኢና ምስኡ እስኹም ክልቴኹም ናይ ትግረ ከኣ ዝኾነ ክነብል ኢና
ሕጂ ምሳና ክትሳተፉ እዩ እቲ መደብ። ጽቡቕ ሓሳብ እዩ ሕራይ ሕራይ ኣይጸላእኩን ጽቡቕ እዩ። ኣይበልካዮን ሕጂ እንታይ ኣነ እንታይ ምደለኹ ኣቢ መትሓዝኩኻ እሞ ገለ ቃላት ናይ ስዊድን እሰን ኣብ ሞንጎ ኣብ ላስት ዋላ እሞ ክትውድእ ከለኻ ምወሰኽካላ ነታ ደርፊ ሲ ከም ዝኾነ ዜማ ጌርካ ምኽንያቱ እቶም ደያኑ ሽወደናውያን እንድዮም ነቲ ናቶም ኣእምሮ ንምስራቕ ተባሂሉ ቁሩብ ሽወደን ከነእትወለን ሓሲበ ኔረ።
እንታይ ክነጽጎ ኣለና ማለት? ሕጂ ንኣብነት ሽወደናውያን እንታይ ይብሉ መስለካ ፑስፑስ ሳክ ናደይ ይብሉኻ ፑስፑስ ሳክ ናደይ ማለት ባህሊ ጥበብ እዩ ማለት እዩ ሕጂ ኣብቲ ደርፊ ጎነይ ክትብል ጸኒሕካ ፑስፑስ ሳክ ናደይ ገለ ምሽ ኣሎ ተረዲእካኒ ባህላይ ምሽ
ኦኬ በቃ ደሓን ሕጂ እስኪ ኣብ ዝተወደእታ ደርፊ

ኦኬ እሞ እግረ መንገድኻ ናበይ ናበይ ኢኻ ትኸይድ ዘለኻ እሞ ኣብዚ ከባቢ ድዩ? ደንጎሎ እዩ ደንጎሎ። ኦኬ ደንጎሎ እሞ ዕፉን ገለ ተማልእልና ኢኻ ካብ ደንጎሎ ትመጽእ ከለኻ። ሕራይ ዝኣርኪ ሕራይ። ቴሌፎነይ መዝግባ ኢኻ ኣቢ ኣቢ እዚ መዘንግዕ ቴሌፎን እዩ ኣቢ ሓወይ።